ኣብ ልዕሊ ኢራን ብኣሜሪካን እስራኤልን ዝፍጸም ዘሎ መጥቃዕትታት ንሻትሻይ መዓልቱ ቀጺሉ ኣብ ዘለወሉ ግዜ እስራኤል ሎሚ 6 መጋቢት 2026 ድሕሪ ቀትሪ ንመበል 15 ግዜ ማዕበላዊ መጥቃዕቲ ኣብ ልዕሊ ኢራን ከም ዝጀመረት ተገሊጹ። መሰረት ብወገን እስራኤል ወጺኡ ዘሎ ሓበሬታ ድማ እዚ መበል ዓሰርተ ሓሙሽተ ማዕበላዊ መጥቃዕቲ ኣብ ልዕሊ ኢራን ኣብ ርእሰ ከተማ እታ ሃገር ጠህራን ዝርከብ ናይታ ሃገር መንግስቲ ዝጥቀመሉ ትሕተ ቅርጺ ንምዕናው ዝዓለመ ምዃኑ ተገሊጹ'ሎ። ሰራዊት እስራኤል ኣውጺእዎ ኣብ ዘሎ ሓበሬታ ድማ እቲ ሕጂ ዝካየድ ዘሎ መጥቃዕትታት ንመንግስቲ ናይታ ሃገር መሓውራቱ ንምድኻም ዝዓለመ ምዃኑ ክገልጽ እንከሎ ኣብ ልዕሊ መወንጨፊ ሚሳይላትን መስርሒ ድሮናትን ስርዓታት ምክልኻል ኢራንን ዝተኻየደ መጥቃዕቲ ድማ ዳርጋ ሙሉእ ሙሉእ ናብ ምዕዋት ገፁ የምርሕ ምህላዉ ተገሊፁ። ሓለቓ ስታፍ ሰራዊት እስራኤል ሌተናንት ጀነራል ኢያል ዛሚር ሂብዎ ኣብ ዘሎ መግለፂ ኣብዚ እዋን ሰማንያ ሚእታዊት ካብ ስርዓታት ምክልኻል ኢራን ዓንዩ ዩ ዘሎ ድሕሪ ምባል ሱሳ ሚእታዊት ካብቲ ሚሳይላት ትውንጭፈሉ ዝነበረት ድማ ብናይ እስራኤል መጥቃዕትታት ጠቕሊሉ ካብ ስራሕ ወፃኢ ኮይኑ ከም ዘሎ ገሊፁ። ይኹን እምበር ሙሉእ ብሙሉእ እቲ ሓደጋ ስለ ዘይተኣለየ እቲ መጥቃዕትታትና ክቕጽል እዩ ኢሉ። ብጀካ እዚ እውን ሕቡራት መንግስታት ኣሜሪካ ንሓይሊ ባሕሪ ኢራን ሙሉእ ብሙሉእ ንምዕናዉ ኣንቂዳ ከም ዘላ ብዘርኢ መልክዕ ኣብ ገማግም ባሕሪ ስሪላንካ ዝነበረት ናይ ሓይሊ ባሕሪ ኢራን መርከብ ውግእ ድሕሪ ምዕናዋን እቶም ኣብኣ ዝነበሩ ድሕሪ ምጥሓሎምን ሕጂ እውን ሓንቲ ካብተን ኢራን እትምክሓለን ድሮናት ዝስከማ ዝነበራ ዓበይቲ መራኽባ ማእከላይ እዚ ኣሜሪካ ሃሪሙ የዕኒዋ ምህላዉ ገሊጹ። እታ ክንዲ ኣብ ካልኣይ ውግእ ዓለም ነፈርቲ ዝስከማ ዝነበራ መራኽብ ውግእ እትኸውን፣ ኢራን ድሮናት ኣብ ምግዕዓዝን ኣብ ምስካምን እትጥቀመላ ዝነበረት ናይ ውግእ መርከብ፣ ካብ ባሕሪ ብዝተፈነወላ ናይ ኣሜሪካ ሚሳይል እያ ጥሒላ ዘላ። ብወገን ኢራን ድማ ከምቲ ኣቐዲሙ ኣብ ካልእ መደባትና እውን ዝተገለጸ፣ እቲ ኣብ መጀመርታ መዓልታት እትሰዶ ዝነበረት ብዝሒ ሚሳይላትን ሰብ ኣልቦ ነፈርትን፣ ብሰንኪ ዝዓነወ መወንጨፊ ሚሳይላትን፣ ፋብሪካ ድሮናትን መወንጨፊ ድሮናትን ተዳኺሙ ኣብ ዘለወሉ ግዜ፣ መንጎኛታት እዚ ኲናት ጠጠው ንኽብል ከዘራርቡና ይፍትኑ ኣለው ክትብል እያ ገሊጻ ዘላ። እዚ መግለጺ ከኣ ብፕሬዝዳንታ መስዑድ ፐዘሽክያን ተዋሂቡ ዘሎ ኮይኑ፣ እቲ ፕሬዝደንት ከኣ ዝግበር ዝኾነ ይኹን ዝርርብ መን ነዚ ኲናት ከፊትዎ መን ንህዝቢ ኢራን ንዒቕዎ ዕላዊ ክኸውን ኣለዎ ብምባል ንኣሜሪካ ክኸስስ እዩ ተሰሚዑ። ንሱ ብተወሳኺ ዘላቒ ዝኾነ ሰላም ኣብቲ ዞባ ንኽፍጠርን፣ ዘሎ ኩነታት ንኸራጋግእን ድልየቶም ምዃኑ እዩ ገሊጹ። እቲ ኣብ ልዕሊ ሃገራት ዓረብ ዝፈጸሞ መጥቃዕቲ ድማ ነተን ሃገራት ዕላማ ዝገበረ ዘይኮነ ንናይ ኣሜርካ መደበራት ዕላማ ዝገበረ ምዃኑ እዩ ተዛሪቡ። ብዛዕባ እዚ ኢራን ብዛዕባ ዘተ ኣመልኪታ ሂባቶ ዘላ መግለጺ ብዝምልከት ድማ ዶናልድ ትራምፕ ግብረ መልሲ ክህብ ተሰሚዑ እዩ ዘሎ። ፕሬዝደንት ኣሜርካ ዶናልድ ትራምፕ ብመንገዲ'ቲ ትሩዝ ሶሻል ዝበሃል ንሱ ዝውንኖ ማሕበራዊ ገጽ ኣቢሉ ሂብዎ ኣብ ዘሎ ግብረ መልሲ፣ ምስ ኢራን ዝኾነ ይኹን ስምምዕ ኣይክህሉን እዩ። እቲ እንኮ ክህሉ ዝኽእል ኢራን ብዘይ ዝኾነ ቅድመ ኩነት ኢዳ ክትህብ ኣለዋ ብምባል ኢራን ኢዳ ንኽትህብ እዩ ጻውዒት ኣቕሪቡ ዘሎ። ዶናልድ ትራምፕ ኣብቲ ብመንገዲ ትሩዝ ሶሻል ዘርጊሕዎ ዘሎ ጽሑፍ ብተወሳኺ ኢራን ኢዳ እንድሕር ሂባ ተቐባልነት ዘለዎም መራሕቲ ተመሪጾም ንሕናን መሓዙትናን መሻርኽትናን ከየዕረፍና ኢራን ካብ ዕንወት ከነውጽኣ ክንሰርሕ ኢና። ብቆጠባ'ውን ዓባይ፣ ዝበለጸትን ዝሓየለትን ክንገብራ ኢና። ኢራን ከኣ ብሉጽ መጻኢ ክህልዋ'ዩ ብምባል ኣብዚ እዋን ዝቕበሎ እንኮ ነገር ኢራን ኢዳ ምሃብ ምዃኑ ተዛሪቡ'ሎ። ይኹን እምበር እዚ ብወገን መንግስቲ ኢራን ተቐባልነት ዘለዎ ኣይመስልን። ሚኒስተር ወጻኢ ጉዳያት እታ ሃገር ዓባስ ኣርጋጂ ምስ ማዕከናት ዜና ኣሜሪካ ገይርዎ ኣብ ዘሎ ቃለ መሕትት፣ ሰራዊት ኣሜሪካ ኣብ ውሽጢ ኢራን ናይ ኣጋር መጥቃዕቲ ከይገብር ኣይትሰግኡን ዲኹም ንዝብል ሕቶ ኣብ ዝቐረበሉ ግዜ እዚ ንሕና ንጽበዮ ኢና ዘለና ክብል እዩ ተዛሪቡ። ንሱ ንጽበዮ ኢና ዘለና ምባሉ ኣመልኪቱ ዝርዝር ክህብ እንከሎ ድማ ናይ ውግእ ትጽቢት ኣለና ማለት ዘይኮነ ኣብ ልዕሌና ዝኾነ ዓይነት ውግእ ምስ ዝኽፈት ግብረ መልሲ ንኽህብ ክንዳሎ ኢና ጸኒሕና ንምባል እየ ብምባል ብኣጋር እውን ኣብ ልዕሊኦም መጥቃዕቲ እንድሕር ተገይሩ ክምክቱ ምዃኖም እዩ ተዛሪቡ ዘሎ። ጸሓፊ ምክልኻል ሕቡራት መንግስታት ኣሜርካ ፒት ሄግሰት ብወገኑ፣ ኢራን ኣሜርካ ዓቕላ ጸንቂቓ ከምኡ ድማ ውተሃደራዊ ዓቕማ ጎዲሉ ነቲ ኲናት ከተቋርጾ ትጽቢት'ዩ ዘለዋ ድሕሪ ምባል፣ እዚ ግን ጌጋ ትጽቢት'ዩ ብምባል፣ ኣሜርካ ጌና ትጅምር እያ ዘላ፣ ምሉእ ዓቕማ ናብዚ ኲናት ኣየዋፈረትን ኣላ ብምባል፣ ኢራን ጌጋ ዝኾነ ቅመራ ብምግባር'ዩ ኣሜርካ ምስ ምሉእ ሓይላን ምስ ምሉእ ዓቕማን ከምዘላ ዝተዛረበ። ኣብ ከምዚ ኩነታት ከኣ እስራኤል ኣብ ልዕሊ ርእሰ ከተማ ኢራን ጠህራን እትገብሮ ዘላ መጥቃዕቲ ቀጺላ ኣብ ዘላትሉ ግዜ ሰራዊት እታ ሃገር ብመንገዲ ዕላዊ ናይ ማሕበራዊ ገጻት ኢንተርኔት ሕሳቡ ገይሩ ዘርጊሕዎ ኣብ ዘሎ ተንቀሳቓሲ ምስሊ ናብታ ናይ ኢራን ርእሰ ከተማ ሓምሳ ዝኾና ነፈርቲ ውግእ እስራኤል ተሰዲደን ነቲ ዓሊ ኻሜኔ ማለት ነቲ ዝተቐትለ ሃይማኖታዊ መራሒ እታ ሃገር ክቕመጠሉን ክዕቆበሉን ተባሂሉ ዝተሰርሐ ኣብያተ ጽሕፈትን ናይ ትሕቲ ምድሪ ጋለርያታትን ምሉእ ብምሉእ ዘዕነወ መጥቃዕቲ ከም ዝፈጸመት ኣፍሊጣ። እቲ ተጠቕዒ ዘሎ ናይ ትሕቲ መሬት ጋለርያታት ከኣ ብጀካ ቤት ጽሕፈት ሃይማኖታዊ መራሒ እታ ሃገር ናይ ትሕቲ ምድሪ ውተሃደራዊ መደበራት እውን ዘጠቓለለ ከም ዝነበረን ወተሃደራዊ ዕላማ ከም ዝነበረን ብምግላጽ'ያ ደጊሙ ድሕሪ ሕጂ ኣብ ጥቕሚ ንኸይውዕል ምሉእ ብምሉእ የዕንያቶ ከም ዘላን ነዚ ንምግባር ከኣ ሓምሳ ነፈርቲ ውግእ ሰዲዳ ብተደራራቢ መጥቃዕቲ ከም ዝፍጽማ ከም ዝተገብረ እያ ሓቢራ። ከም ዝፍለጥ ኣብ ቀዳማይ መዓልቲ ናይዚ ኲናት እስራኤል ብዝፈጸመቶ መጥቃዕቲ ሃይማኖታዊ መራሒ ኢራን ኣያቶላ ዓሊ ኸመይኒ ከምኡ ድማ ላዕለዎት ወተሃደራውያን መራሕቲ እታ ሃገር ክቕንጸሉ እንከለዉ እቲ ንሱ ኣብ ላዕለዋይ ጽፍሑ ከም ቤት ጽሕፈቱ ኣብ ታሕተዋይ ጽፍሑ ድማ ከም መዕቆቢ ዝጥቀመሉ ዝነበረ ዓብዪ ወተሃደራዊ ትሕተ ቅርጺ ገና ብሰራዊት እታ ሃገር ኣብ ጥቕሚ ክውዕል ተራእዩ ነይሩ እዩ። ሓለዋ ሰውራ ኢራን ነዚ ህንጻ ኣብ ጥቕሚ ብምውዓል ንኢራንን እስራኤልን ግብረ መልሲ ክህብ ተራእዩ ዝነበረ ኮይኑ፣ ሕጂ ድማ እስራኤል ሓምሳ ነፈርቲ ውግእ ብምስዳድ እያ ምሉእ ብምሉእ ከም ዝዓኑ ገይራቶ ዘላ። ቀንዲ ዕላማታት ናይቲ እናሓየለ ዝኸይድ ዘሎ ማዕበላዊ መጥቃዕትታት ኣሜሪካን እስራኤልን ንመደበራት ሚሳይል፣ ኒኩለርን ሓይሊ ባሕሪ ኢራንን ምዕናው ኮይኑ፣ ብፍላይ ድማ እቲ ዕላማ መራኽብ ውግእ ኣሜሪካ ኮይኑ ዘሎ ሓይሊ ባሕሪ ኢራን ከቢድ ጉድኣት ወሪድዎ ከም ዘሎ እዩ ዝግለጽ። እቲ ኲናት ዝሓለፈ ቀዳም ካብ ዝጅምር ኣትሒዙ፣ ብውሕዱ ዓሰርተ ሓደ ወተሃደራውያን መራኽብ ኢራን ዓንየን ኣለዋ። ኣብ ከባቢ እቲ ስትራጂካዊ መጻወቢ ሄርሙዝ ዝርከብ ደቡባዊ መዓስከር ሓይሊ ባሕሪ ኢራን እውን ደብዳብ ሚሳይላት ከም ዝዘነቦን ኣብቲ ወደብ ዝርከባ መራኽብ ኲናት ብትክት ዓብሊኾን ከም ዝተረኣያ ዝተፈላለዩ ጸብጻባት ይገልጹ ኣለዉ። ንሰለስተ ቀንዲ ሸቶታት መጥቃዕቶም ዝዘርዘረ ፕሬዝደንት ዶናልድ ትራምፕ ኣብ ዝሃቦ መብርሂ ኣሜሪካ ንሓይሊ ባሕሪ ኢራን ፈጺማ ትድምስሶ ኣላ ክብል እውን ተዛሪቡ እዩ።

ሓይልታት ምክልኻል እስራኤል ኣብ ልዕሊ እስራኤላውያን ዝወርድ ዝኾነ ይኹን ጉድኣት ኣይጻወርን እዩ ክብል ድማ ሰራዊት እስራኤል ክፍክር ተሰሚዑ ኣሎ። በቲ ካልእ ወገን ከኣ ካብ መረበቶም ክሃድሙ ዝተገደዱ ተቐማጦ በይሩት ኣብ ሕማቕ ኩነታት ወዲቖም ከምዘለውን ብሓቂ ፍርሒ ወሪስዎም ከምዘሎን ሓቢሮም። መሰረት ትግርኛ ሓዳሽ መባእታ ቋንቋ ትግርኛ ንደቅኹም እትምህሩላ ኣፕሊኬሽን። ብርሃን ኣካዳሚ ሓዳሽ ቋንቋ ትግርኛ ንደቅኹም እትምህሩላ ኣፕሊኬሽን ኣዳልዩልኩም ኣሎ። እዛ ኣፕሊኬሽን ካብ ፕለይ ስቶር ብናጻ ምስ ኣውረድኩማ፣ ኣብ ውሽጣ ዘሎ ብርትዓዊ ዋጋ ሓንሳብ ከፊትኩም ንሓዋሩ ክትጥቀሙ እትኽእሉ ኮይንኩም፣ ሓድሽ ትሕዝቶ ምስ ዝውሰኸላ ድማ ብናጻ ክተውርድዎ ኢኹም እትኽእሉ። እዛ ኣፕሊኬሽን ኣብ ውሽጣ ፊደላት፣ ኣናባባ ሰዓት፣ ኣናባባ ቁጽርታት፣ ልዕሊ ክልተ ሚእቲ ቃላትን ዝተፈላለየ ኣዘናጋዕን መሃርን ዝኾነ ጌማትን ፈተነታትን ዘለዋ ኮይኑ ደቅኹም ኣብ ዘለዉዎ ሃገር በቲ ዝኽእልዎ ቋንቋ ንኽጥቀሙላ ድማ ሓበሬታ ናይዛ ኣፕሊኬሽን ኣብ ውሽጢ'ታ ኣፕሊኬሽን ብትሽዓተ ቋንቋታት ተተርጒሙ ብልጽቲ መባእታ ቋንቋ ትግርኛ መምሃሪ ኣፕሊኬሽን ተዳልያትልኩም ኣላ። ነዛ ኣፕሊኬሽን ኣብ ናይ ርእይቶ ቦታ ብዘሎ መላግቦ ወይ ሊንክ ጠዊቕኩም ክተውርድዋ እትኽእሉ ኮይንኩም፣ ንተወሳኺ ሓበሬታ ድማ በዚ ዝስዕብ ቁጽሪ ቴሌፎናት ብመንገዲ ዋትስኣብን ቴሌግራምን ክትረኽቡና ትኽእሉ ኢኹም። ንሕጂ ዝተዳለወ መደብ እዚ እዩ ነይሩ።